እዛ ቪድዮ እዚኣ ንዓኻ እንተዘይሓገዘት፣ መሓዛኻ፣ ሓውኻ፣ ሓፍትኻ ወይ ድማ ኣብ ከባቢኻ ዝርከብ ቤተሰብ ከም ትሕግዝ ርግጸኛ እየ። ስለዚ ናብ ብዙሓት ሰብ ሸር ንግበራ። እቲ ጉዳይ ብዛዕባ ናይ ሓደ ኣቦ ወደይ ኮይኑ እሞ ኸኣ ቅድሚ ሸሞንተ ዓመት ዝገበርክዎ ጌጋ ኣብዚ ሕጂ ግዜ ግን ጣዕሳን ሕርቃንን ሽግርን ኣውዲቅኒ ዝርከብ ዘሎ ሓሳብ እየ ከካፍለኩም መጽየ ምክንያቱ ኣብ ከምዚ ዓይነት ሽግርን ጌጋን ከይትህልዉ እሞ ብፍላይ ደቂ ኣንስትዮ እዛ ሓሳብ እዚኣ ንዓክን እያ ኣብ ከምዚ ዓይነት ነገራት እንድሕር ሃሊክን ብንግሁኡ ነቲ ጉዳይ ሓሲብክናሉ ክትጸንሓ እሞ ንስካትክን ከኣ ካብዚ ነገራት እዚ ክትመሃራ ዝብል ሓሳብ እየ ናባካትክን ዘቅርባ ዘለኩ ስለዚ እዛ ቪድዮ እዚኣ ብምልኣ ምስ ንከታተላ ገለ ሃናጺ ዝኾነ ሓሳብን ምኽርን ክንረኽበላ ስለ ንኽእል ብዝያዳ ከኣ ናብ ብዙሓት ክትበጽሕ ሸር ላይክ ኮመንት ብዓቢኡ ከኣ ሳብስክራይብ Thank you ሌላና ምስዛ ኣቦወደይ ቅድሚ ሸሞንተ ዓመት ኣብዚ ሃገር እዚ ማለት ኣብዚ ናይ ስደት ቦታ ኢዩ ዝኸውን ዘሎ ቅድሚ ሸሞንተ ዓመት ተላሊና ፍቅሪ መስሪትና ሓደ ዓመት ዝኸውን ብፍቅሪ ተጓዒዝና ኣብዚ ብፍቅሪ ዝተጓዓዝናሉ ግዜ ግን ንሱ ኣብ ካልእ ዓዲ እንዳነበረ ኣነ ውን ኣብ ካልእ ዓዲ እየ ዝነብር ነይረ ድሕሪ ግዜ ግን ብሓንሳብ ክንነብር ኣብ ዝተሰማማዕናሉ ግዜ ኣነ ናብቲ ንሱ ዝነብረሉ ዝነበረ ዓዲ ክግዕዝ ተገዲደ ምኽንያቱ እቲ ንሱ ዝነብረሉ ዝነበረ ዓዲ ሓደ ዓቢ ኮይኑ ናይ ስራሕ ተኽእሎታት ብዙሕ ስለ ዝነበሮ። ኣብቲ ግዜ ግን ቅድሚ ሸሞንተ ዓመት ንሱ ዝውንኖ ገዛ ስለ ዝነበሮ ኣነየ ናብኡ ንኽሰግር ዋላ ሓደ ሽግር ኣይነበረንን ስለዚ ኣብቲ ንሱ ዝውንኖ ነበረ ገዛ ብሓንሳብ ክንነብር ጀሚርና። ኣብዚ ኩሉ ዓመታት ናይ ጉዕዞ ናብራ ግን ሓደ ስጡም ዝኾነ ስምምዕ ናይ ኢኮኖሚ ኔርና እዚ ከኣ ገንዘብካ ገንዘበይ ዝብል ኣርእስቲ። ኣብዚ ግዜ ግን ንሱ ብዙሕ ወጻኢታት ናይ ገዛ ስለ ዝነበሮ ማለት ናይ ገዛ ተለቂሑ ዝገዝኦ ዝኸፍሎ ናይ ባንኪ ስለ ዝነበሮ ኣሽሓት ወጻኢታታት ስለ ዝነበሮ ወርሓዊ ንሱ ዘውጽኦ ዝነበረ ናብቲ ናይ ገዛ ዕዳ መኽፈሊ ኢሉ ብዙሕ ኣሽሓት ክሽፍን እንከሎ፣ ኣነ ከኣ ብወገነይ ልክዕ ማዕሪኡ ዝኾነ ወጻኢታት ማለት ናይ ልቺ፣ ናይ መግቢ፣ ናይ ገለ ናይ ገለ እንዳበልኩ ማዕሪኡ እንዳውጻኹ ንነብር ኔርና። ሓፈሻዊ ግን ሰልደይ ሰልድኻ ዝብል ሓሳብ ግን ኣብ ርእስና ኔሩ እዩ። ኣብዞም ዝሓለፉ ብዙሓት ዓመታት ሰላም ዝኾነ ሓዳር ኔርና፣ ፍቕሪ ኔርና፣ ሓደ ቆልዓ ወሊድና፣ ኣብዚ ሕጂ ግዜ ግን ንሓዳርና ክተናኹፉ ዝኽእሉ ነጥብታት ብዙሓት ክለዓሉ ጀሚሮም፣ ስለዚ ሓዳርና ክንሰማማዕ ኣይከኣልናን፣ ኣብ መንጎና ዝነበረ ፍቕሪ፣ ኣብ መንጎና ዝነበረ ሓዳር ብፍትሕ ክዛዘም ተሰማሚዕና። ኣብዚ ናይ ፍትሕ ግዜ ግን ኣነ ካብቲ ሸውዓተ ዓመት ምሉእ ዝነበርኩሉ ገዛ ክጎሓፍን ክስጎግን እየ ተገዲደ። ስለምንታይ ኣብ ዝበልኩሉ ግዜ፣ እዚ ገዛ'ዚ ናተይ እዩ፣ ዋንነቱ'ውን ባዕለይ እየ፣ ዝኸፍሎ ዝነበርኩ ሞርጌጅ ማለት ልቓሕ ናይ ባንኪ ገዛ ባዕለይ እየ፣ ስለምንታይ ኣብዚ ገዛ'ዚ ክትነብሪ? እዚ ገዛ'ዚ እኮ ናተይ ናይ ውልቀይ እዩ፣ ስለዚ ንስኺ ትእውድዮ ነገር የብልክን ተባሂለ። እዋእ ስለምንታይ ኣነ እኮ ኣብዚ ምሉእ ግዜ እዚ ዝነበርኩሉ ግዜ ማዕረኻ እንዳኸፈልኩ እየ ኣብዚ ገዛ ይነብር ኔረ ዋእ ንምንታይ ከፊልኪ ናይ መብራህቲ ከፊለ ናይ ምግቢ ከፍል ኔረ ናይ ከምዚ ወጻኢ ከፍል ኔረ ያ ነቶም ዝኸፈልክዮም ኬድኪ ንዓኣቶም ሕተትዮም ተባሂለ ነዚ ኩሉ ክሳራታት ክመልስ ኢለ ናብ ሕጊ ከይደ ብሰልደይ ጠባቓ ቆጺረ ክሳብ ሕጂ ግን ንዓይ ክሕግዘኒ ዝከኣል ሕጊ ኣይረኹብኩን ስለዚ ከምዚ ናተይ ሽግር ከይጎንፈክን ይሕዋተይ ካብዚ ነገር እዚ ክትመሃራን ክትመሃሩን ኣለኩም ስለዚ ኣብዚ ነጥቢ እዚ ኣነ ውን ክብሎ ዝኽእል ነገራት እንድሕር ሃልዩ ንስኻ ወናኒ ገዛ ኮንካ ካብ ባንኪ ልቓሕ ሃሊካ ወርሓዊ ባዕልኻ ትኸፍሎ ዕዳ ናይ ባንኪ እንድሕር ሃሊካ ቀዳምነት ነገር ካብቲ ንስኻ ወለዲኻ ረንት ኢልካ ትኸፍሎ ዘለኻ ንባንኪ፣ ጽባሕ ንግሆ ካብቲ ንስኻ ሰሪሕኻ ትኸፍሎ ዘለኻ ቀረጽ መንግስቲ ዒስራን ክልተን ሚእታዊት ኣብቲ ንስኻ ትኸፍሎ ዘለኻ ቀረጽ ክምለሰልካ እዩ ሓደ እንደገና ውን ንስኻ ድሕሪ ግዜ ነዚ ናይ ገዛ ክፍሊት ብዙሕ ምስ ከፈልካ እቲ ነቲ ናይ ገዛ ዕዳኻ ዘጉድል ብዙሕ ነገራት ምስ ከፈልካ ጽባሕ ንግሆ ወናኒ ገዛ እውን ክትከውን ትኽእል ኢኻ። ስለዚ፣ ኣብቲ ንዓኻ ጽባሕ ንግሆ ሰልዲ ክመልሱልካ ዝኽእሉ ነጥብታት ኢኻ ንስኻ ወጻኢታትካ ተጥፍኦም ዘለኻ። ኣብዛ ናይ ሓፍትና ጉዳይ ክንርኢ እንተ ዄንና ግን፣ እዛ ሰብ እዚኣ ጽባሕ ንግሆ ክመልሱላ ኣብ ዘይክእሉ ነጥብታት እያ ሰልዳ ከተጥፍእ ጸኒሓ። ከም ኣብነት፣ ናይ ኤለትሪክ ክትከፍል ጸኒሓ፣ ናይ መግቢ፣ ናይ ገለ፣ ናይ ገለ እንዳበለት ንኣሽቱ ነገራት ማዕረ ማዕሪኡ ከተውጽእ ጸኒሓ። እዚ ሰብ እዚ ግን፣ ሕልና ኣልቦ ስለ ዝኾነ ሕልና ስለ ዘይብሉ ነዛ ሰብ እዚኣ ኣብ ከምዚ ሓደጋ ከውድቓ ክኢሉ። ስለዚ የሕዋተይ ንስኻትኩም ውን ኣብ ከምዚ ተመሳሳሊ ዓይነት ሓደጋ ከይትህልዉ እንድሕር ደኣ ዋንነት ናይቲ ገዛ ዘየብልኩም እንድሕር ተኾይኑ ንስኻትኩም ወጻኢታትኩም ኣበይ ኢኹም ተውጽኡ ዘለኹም ወይ ድማ ቀጻልነት ናይ ናብራ እንድሕር ሃልይኩም ኣብቲ ንስኹም ትነብርሉ ዘለኹም ገዛ ዋንነት ክህልወኩም ከም ዘለዎ ጌርኩም ክትጽዕሩ ክትክእሉ ኣለኩም። ስለዚ ኣብ ከምዚ ዓይነት ሓሳባትን ናብራን ንነብር እንድሕር ሃሊና ጽባሕ ንግሆ ዘጓንፈና ነገር ስለ ዘይንፈልጥ ብንግሁኡ ክንሓስበሉ ክንክእል ኣለና። ሓፍትና ትብለና ዘላ ግን ኣነ ኣይ ሓዳረይ ኣይ ናብራይ ኣይ ገዛይ ኣይ ሰልደይ ካብ ኩሉ ላንጋ ላንጋ ተሪፈ ስለ ዘለኹ ካብዚ ናተይ ክትማሃራ ክትክእላ ኣለክን ብፍላይ ደቂ ኣንስትዮ ይሕዋተይ ምክንያቱ መብዛሕትኡ ብደቂ ተባዕትዮ እዩ እዚ ዋንነት ናይ ገዛ ዝረኤ ስለዚ ይሕዋት ኣብ ከምዚ ዓይነት ሽግራት ከይንኣቱ ቀዳምነት ነገር ኣብ መንጎ ሓዳርና ዘሎ ጸገማት ብ ኢሂን ምሂን ክንፈትሖም ክንክእል ኣለና ከም ካልኣይ ነገር ኣብ ውሽጢ ኢኮኖሚ ዘሎ ፀገማት ምትሕብባእ ክህልወና የብሉን፣ ኣታዊኡ ኣይፈልጦን'የ፣ ኣታዊታታ ኣይፈልጦን'የ ዝብሃል ነገራት ክህሉ የብሉን፣ ኣታዊታትና ግልፂ ኮይንና ክንዘራረብ ክንክእል ኣለና፣ ሓደ ክፉት ዝኾነ ነፃ ዝኾነ ስምምዕ ፈጢርና ብዛዕባ ኢኮኖሚና ፅቡቕ ገይርና ክንዘራረብ ክንክእል ኣለና፣ ከም ሳልሳይ ከዓ ናተይ ናቱ ዘይኮነስ ሓባር ናትና ዝብል ሓሳባት ከነማዕብል ክንክእል ኣለና የሕዋት። እዛ ቪድዮ እዚኣ ናብ ብዙሓት ክትበጽሕ ሸር ላይክ ኮመንት ብዓብኡ ከኣ ሳብስክራይብ ኣብዚ ናተይ ዩቱብ ቻነል ካብዛ ናይ ሓፍትና ብዙሕ ነገር ክንመሃር ተስፋ ገብር።